ሰላም ከመይ ትጸንሑ ክቡራት ተኸታተልቲ ቀዳሞት ሚድያ ንሳዕ ዘዳልናልኩም ዜናታት ሒዝና ቀሪብና ኣለና ክትከታተሉና ንዕድም ብቀንዲ ነጥብታቶም ክንፈልም ኣብ ናይ ሎማዕንቲ ሓበሬታትና ኣብ ፕሪቶርያ እንገብሮ ሕድሕድ ነጥብታት ንሕንሽሽ እንተኾይንና ብናይ ኣቑሑት ኣውሮፕላን 12 ሰዓት ሙሉእ ምጓዓዝ ኣይመድለየን ክብል ጌታቸው ረዳ ሓቢሩ። ወግዓዊ ኣወሃባ ፈቓድ መንግስቲ ስሉጥ እንተኾይኑ ስርሑ ከሳልጥ ከም ዝሕግዞ ትካል ምግቢ ዓለም ገሊጹ። ሰራዊት ኤርትራ ካብ ትግራይ ከይወፀ ኣሜሪካ ንኢትዮጵያ ትህቦ ዝነበረት ሓለፋ ኣይትቕጽሉን እያ ክብላ ሞሊፊ ገሊፀን። ምስ ፖለቲካል ድርድር ተኣሳሲሩ መራሕቲ ትግራይ ኣብ ታሪኽ ብዛዕባ ብተደጋጋሚ ዝሰዓርሎም ጉዳያትን ከምኡ እውን ሓድሽ ወናኒ ትዊተር ኤሎን መስክ ኣብ ልዕሊ ገጽ ትዊተር ፕሬዚዳንት ኣሜሪካ ነበር ዶናልድ ትራምፕ ጸኒዑ ዝጸንሐ እገዳ ምልዓሉን ዝድሱ ዜናታት ሒዝናልኩም ቀሪብና ኣለና። ሰናይ ምክትታል። ንቻነልና ላይክ፣ ሰብስክራይብን ክትገብሩ ድማ ክነዘኻኽር ንፈቱ። ናብ ዝርዝሮም ሰጊርና ኣለና። ኣብ ፕሪቶርያ ንገብሮ ሕድሕድ ነጥብታት ዝድሕን ሽሽንቲ ኮይና ብናይ ኣቑሑት ኣውሮፕላን 12 ሰዓት ሙሉእ መጓዓዝ ኣይመድለየን ክብል ጌታቸው ረዳ ሓቢሩ። ኣብ ደቡብ ኣፍሪካ ፕሪቶርያ ዝተበፅሐ ስምምዕ ሰላም ሕርያ ህዝቢ ትግራይ ሰላም ምዃኑ ባህጉ ድማ ብሰላም ከም ዘረጋግፅን ብምእማን ነዚ ዕድል ንምሃብ ዝተገብረ ስምምዕ ምዃኑ ኣባላት ጉጅለ ልኡኽ ተዛተይቲ ሰላም መንግስቲ ትግራይ ኣይተ ጌታቸው ረዳን ተጋዳላይ ፃድቃን ገብረ ትንሳኤን ትማሊ ገሊፆም። ኣብቲ ዝተኻየደ ዘተ ሰላም መንግስቲ ትግራይ ኩናት ደው ከብልን ህዝቢ ትግራይ ካብ ጥይትን ምምዝባልን ብውስን መልክዑ እውን እንተኾነ ክናገፍን ዘቐርቦ ዝነበረ ፃውዒት ብቐዳምነት ተግባራዊ ምዃኑ እውን እቶም ልኡኻት ኣፍሊጦም። ኣይተ ጌታቸው ረዳን ተጋዳላይ ፃድቃን ገብረትንሳኤን ኣብ ዝገበርዎ ዘረባ ናብቲ ዝርርብ ሰላም ሒዝናዮ ዝተበገስና ዋና ዕላማ ረብሓ ህዝብና ንምርግጋፅ እዩ ዝበሉ ኮይኖም እዚ ድማ ብዋናነት ቅድሚት ዝመጽእ ምቁራጽ ተኹሲ ምንባሩን እቲ ዝርብ ሰላም ብዙሕ መንገዲ ዝተጓዓዘን ፈታኒ ኩነት ዝነበሮን ብዝለዓለ ዓቕልን ምይይጥን ናብ ሓበራዊ ምርድዳእ ዝመጸ ምዃኑን ጠቒሶም። ድሕንነትን ሃለዋትን ህዝቢ ትግራይ በዚ ተጀሚሩ ዘሎ ከይዲ ሰላም ጫፍ ክሳብ ዝበጽሕ ኩሉ ህዝቢ ትግራይን ሰራዊት ትግራይን ንጻት እውን ክዘናጋዕ ከምዘይብሉ ብምግላጽ እቲ ዝርብ ሰላምን ስምምዕነትን ምስ መንግስቲ ፌዴራል እምበር ምስ ሻዕቢያን ካልኦት ሓይልታትን ኣይኮነን ኢሎም። ሻዕብያ ንዕጡቓት ኣምሓራን ሕጂ'ውን ኣብ ዝተፈላለዩ ከባብታት እቲ ስምምዕነት ሰላም ከይዕወት ዝተፈላለዩ ጻዕርታት ይገብሩን ክገብሩን ይኽእሉ እዮም ዝበሉ ጀነራል ጻድቃንን ጌታቸው ረዳን ሰላም ስትራቴጂ ምርጫና እምበር ሕጂ ዘካየድናዮ ስምምዕነት ግዜ መግዝኢ ወይ ድማ ናይ ቀላዓለም ኣይኮነን ብምባል ስምምዕነት ተግባራዊ ክኸውን መንግስታት ኢትዮጵያን ትግራይን ዝለዓለ ሓላፍነት ወሲዶም ክንቀሳቐሱ ከም ዝግባእን ኣተሓሳሲቦም። ክቡራት ተኸታተልትና ምስዚ ፖለቲካል ድርድር ተኣሳሲሩ መራሕቲ ትግራይ ኣብ ታሪኽ ብዛዕባ ብተደጋጋሚ ዝሰዓርሎም ጉዳያት ኣመልኪቱ ኣስራት ኣብርሃም ከምዚ ክብል ታሪኽ ኣዘንቲሎ ናባኹም ክንቕርቦ ኢና። ራእስ ስዩም ኣባ ኢላቅ ካሳ ዝበሃል ግርጉር ጅግና ወዲ ነይርዎም ከም ሃፀይ ቴድሮስን ከም ሃፀይ ዮሃንስን ክነግስ ኢሉ ዓጢቑ ዝተላዕለ ብሽዋ ክንግዛእ የብልናን በሃላይ እውን ነበረ። ናይ ዓድዋን ከባቢኡን ኣመሓዳሪ እናሃለወ ኣቦኡ ንሽዋ ከይዶም ከይተመለሱ ምስ ደንጎዩ ነቶም ወኪል ኣመሓዳሪ ዝነበሩ ሓወብኡ ኲናት ገጢሙ ስዒሩ መቐለ ቤተ መንግስቲ ሃፀይ ዮሃንስ ተቖፃፀረ። ድሕሪኡ መራሕቲ ሽዋ ተደናጊፆም ሃፀይ ሃይለስላሴ ጓለይ ከምርዐወካ እየ ዓመፅ ግደፍ ኢድካ ሂብካ እተው ኢሎም መልእኽቲ ለኣኹሉ። ናብ ሽዋ ከይመፅእ ኣዕፅምቲ መንገሻ ይጓኣን ኢሉ ኣቕበፀ። ድሕሪኡ ጃንሆይ ንራእሲ ስዩም ፀዊዖም እዚ ወድኹም ዕጥቁ ፈቲሑ ክኣቱ ትገብርዎ ዲኹም ወይስ ሰራዊትና ክነዝምት ይብልዎም። ራእሲ ድማ በዚ ምኽንያት ህዝቢ ካብ ዝሃልቕ ኣነ ከይደ ለሚነ ኢዱ ክህብ ክገብሩ እየ ኢሎም ንትግራይ ተመሊሶም ታቦትን ዓበይቲ ዓድን ሒዞም ለሚኖም ዕጥቁ ክፈትሕ ገበርዎም። ካብኡ ድማ ንጃንሆይ ክሕጉሱ ኣብ ኢዱ ብሰንሰል ወርቂ ኣሲሮም ንሽዋ ሰደድዎም። እቲ ለባም ህዝብና እዚ ምስ ረኣየ ከምዚ ኢሉ ደረፈሎም ይበሃል። ኣየ ራእሲ ሃሳስ ራእሲ ዓሻም ኣየ ራእሲ ሃሳስ ራእሲ ዓሻም ኣብ ትግራይ እናሃሎ ብዙሕ ጣሻም ወድኻ ዶ ይስደድ ናብ ቀተልቲ መንገሻም ኢሎም እቲ ህዝቢ ንራእሲ መንገሻ ዮሃንስ ብዕርቂ ስም ንሽዋ ወሲዶም ኣብኡ ከም ዘትረፍዎ ይፈልጥ ስለ ዝነበረ እዩ ከምኡ ዝበለ። እቲ ዝተፈርሐ ኣይተረፈን ወዮ ጃንሆይ ጓሎምያ ክህብዎ እዮም ዝበሃል ዝነበረ ኣባይ ላቅ ካሳ ካብ ቤት ማእሰርቲ ኣምሊጡ ክኸይድ ብዕጡቓት ተቐቲሉ ተባሂሉ ሬሳ ወዶም ናብ መቐለ ተለኣኸሎም። እንታይ እዩ እባ እዞም ሽዋስ ኩልሻዕ ዕጥቅና ክንፈትሓሎም ደስ ዝብሎም ክብል ሕቶ ብምቕራብ እውን ሓሳቡ ዛዚሙ። ወግዓዊ ኣወሃባ ፍቓድ መንግስቲ ስሉጥ እንተኾይኑ ስርሑ ከሳልጥ ከም ዝሕግዞ ትካል ምግቢ ዓለም ሓቢሩ። ትካል ምግቢ ዓለም ትማሊ ኣብ ገፅ ትዊተሩ ዘርጎ ሓበሬታ ከም ዘመላኸቶ ናብ ትግራይ ኣብ ምእታው ሰብኣዊ ሓገዝ ዘሎ ኣወሃባ ፍቓድ ጥጡሕ እንተኾይኑ ብዘይ ምቁራፅ በቢመዓልቱ ሓገዝ ምእታው ድልው እየ ክብል ገሊፁ ኣሎ። ትካል ምግቢ ዓለም ወሲኹ ከም ዝሓበሮ ብክልተ ኣንፈት ዝተበገሰ ኮምበይ ናብ ትግራይ ምእታወን ሓቢሩ። ናይ መዳርግቲ ወሃብቲ ሓገዝ ዝኾና ክልተ ነዳዲ ዝፀዓና መኻይን ዝርከብኦም ሓገዝ ዝፀዓና መኻይን እውን መቐለ ከም ዝኣተወ ዝሓበረ እቲ ትካል፣ ብሽረ እንዳስላሰ ኣቢሉ ድማ ካልኦት ብኣየር ኣገደስቲ ኣፋውስ ከም ዝኣተወ እዩ ገሊፁ። እንረኽቦ ፍቓድ ሓርጎጽጎጽ ዘይብሉን ስሉጥን እንተኾይኑ ንሕና በብመዓልቱ ብዘይምቁራጽ ናብ ትግራይ ዝድለ ሓገዝ ክንእቱ ድልዋት ኢና ድማ ኢሉሎ ትካል ምግቢ ዓለም ኣብ ዝዘርጎ ሓበሬታ። ሰራዊት ኤርትራ ካብ ትግራይ ከይወፅእ ኣሜሪካ ንኢትዮጵያ ትህቦ ዝነበረት ሓለፋ ኣይትቕፅሎን እያ ክብላ ሞሊፊ ገሊፀን። ኣሜሪካ ምስ ኢትዮጵያ ዝነበራ ቁጠባዊን ናይ ልምዓት መደባትን ክትቅፅሎ እንትኾይና መጀመርያ ፌዴራላዊ መንግስቲ ነቲ ኣብ ፕሪቶሪያ ዝተኸተመ ውዕል ንዘተ ሰላም ተግባራውነቱ ከረጋግጽ ኣለዎ ክትብል ሞሊፊ ገሊጻላ። ተሓጋጋዚት ቤት ጽሕፈት ጉዳያት ኣሜሪካ ኣብ ኣፍሪቃ ሞሊፊ ነዚ ዝገለጸት፣ ኮሚቴ ወጻኢ ጉዳያት ንፖሊሲ ኣሜሪካ ኣብ ትሕቲ ሰሃራ ዝርከባ ሃገራት ብዝምልከት ኣብ ዘካየዶ ኣኼባ ንምውጻእ ሰራዊት ኤርትራ ካብ ኢትዮጵያ ብዝምልከት ኣብ ዘቕረበቶ ሕቶ ምላሽ ኣብ ዝሃበትሉ እዋን'ዩ። ንሳ ኣብ መግለጺኣ፣ ኩሎም ናይ ወጻኢ ሓይልታት ካብ ትግራይ ክወጹ ተባሂሉ ኣብ ስምምዕ ንዘተ ሰላም ፕሪቶርያ ሰፊሩ ዘሎ ንሰራዊት ኤርትራ እውን ከም ዝምልከት እያ ሓቢራ። በዚ መሰረት ፌደራላዊ መንግስቲ ኢትዮጵያ ሰራዊት ኤርትራ ካብ ትግራይ ከም ዝወጽእ እንተዘይተገይሩ ምስቲ መንግስቲ ዝነበረ ቁጠባዊ ምትሕግጋዝ ናይ ልምዓት መደባትን ክቕጽል ከም ዘይኽእል ኣፍሊጣ። ብፍላይ እቲ ንሃገራት ኣፍሪቃ ንምሕጋዝ ዝወጽእ ብኣጎዋ ዝፍለጥ ብዘይ ቀረጽ ናብ ኣሜሪካ ንብረት ክኣቱ ዝፈቅድ ፕሮግራም ኢትዮጵያ ዝነበራ ሓለፋ ዳግማይ ክወሃባ ብባንኪ ዓለምን ኣህጉራዊ ማዕኸን ገንዘብን ዝወሃባ ሓገዝ ክቕጽል እንተኾይኑ ኣብ ተግባራውነቱ እቲ ስምምዕ ንዘተ ሰላም ከም ዝምርኮስ ሞሊፊ ኣስሚራትሎም ብካልእ ወገን ብዘይካ ፌደራላዊ ሰራዊት ካልእ ኩሎም ብረዛዓጠቑ ሓይልታት ዕጥቆም ከውርዱ ኣብ ስምምዕ እኳ እንተተበጽሐ፣ ተግባራዊ ክኸውን ግና ካብቲ ዝተመደበሉ ግዜ ዝያዳ ክኸይድ ከም ዝኽእል ሚኒስትሪ ዜናን መራኸብታትን ኢትዮጵያ ኣይተ ለገሰ ቱሉ ንቢቢሲ ኣብ ዝሃቦ ቃል ገሊጹ ነይሩ እዩ። ምስ ፌደራላዊ መንግስቲ ስምምዕ ዝኸተመ ህወሓት ደኣ እምበር ንሕና ኣይኮናን ዝብሉ ከም ባይቶና ዝኣመሰሉ ገለ ሓይልታት ትግራይ በቲ ስምምዕ ከም ዘይቕየዱን ዕጥቆም ከም ዘየውርዱን ይገልጹ ምህላዎም ዝፍለጥ እዩ። ሓድሽ ወናኒ ትዊተር ኤሎን መስክ ኣብ ልዕሊ ገጽ ትዊተር ፕሬዚዳንት ኣሜሪካ ነበር ዶናልድ ትራምፕ ዝጸኒዑ ዝጸንሐ እገዳ ኣልዒሎም። ትራምፕ ናብ ትዊተር ክምለስ ዝተገበረሉ ምኽንያት ርእይቶ ህዝቢ ምስ ተኣከበዩ ዝበለ መስክ ተጠቀምቲ ትዊተር ነቲ ስጉምቲ ከም ዝደገፍዎ ተዛሪቡ። ህዝቢ ወሲኑ ኣሎ ኢሉ ኣብ ናይ ገዛእ ርእሱ ገጽ ትዊተር ዝጸሓፈ ኤሎን መስክ ካብቶም ልዕሊ ዓሰርተ ሓሙሽተ ሚልዮን ተጠቀምቲ ትዊተር፣ እቶም ሓምሳን ሓደ ነጥቢ ሸሞንተ ሚእታዊት ኣብ ልዕሊ ዶናልድ ትራምፕ ተወስዩ ዝነበረ እገዳ ክልዓል ምድጋፎም ገሊጹ። እንተኾነ ዶናልድ ትራምፕ ቅድሚ ሕጂ ናብ ማሕበራዊ ሚድያ ንክምለስ ዘኽእል ዋላ ሓንቲ ምኽንያት ኣየርኣየንን ኢሉ ስለዝነበረ ናብ ትዊተር ዘይክምለስ ከምዝኽእል ዘመላኽት እዩ ተባሂሉ ኣሎ። ገጽ ትዊተር እቲ ፕሬዚዳንት ነበር ዝተኣገደ ኣብ ዝሓለፈ ዓመት ኮይኑ ዝተዓጽወሉ ምኽንያት ድማ ህውከትን ዕግርግርን ብምልዓል ዝብል ከም ዝነበረ ዝዝከር እዩ። ደገፍቲ ዶናልድ ትራምፕ ኣብ ዋሽንግተን ዲሲ ናብ ዝርከብ ካፒታል ሂል ጥሒሶም ከም ዝኣተው እዩ ነይሩ እቲ ነባር ምምሕዳር ትዊተር ናይቲ ፕሬዚዳንት ነበር ገጽ ትዊተር ክእግድ ዝወሰነ። ኮንግረስ ኣሜሪካ ጆ ባይደን ኣብቲ ዝተኻየደ ፕሬዝደንታዊ መረጻ ተዓዋቲ ከም ዝኾነ ክእውጅ ኣብ ዝፈተነሉ ግዜ ብኣማኢት ዝቑጸሩ ደገፍቲ ትራምፕ ናብ ካፒቶል ሂል ጥሒሶም ብምእታው ህውከትን ዕግርግርን ኣለዓዒሎም እዮም። እምበኣርከስ ክቡራት ተኸታተልቲ ቀዳሞት ሚድያ ንሰዓ ዘዳልናልኩም ዜናታት ነዞም ቀደም ክብል ክትከታተልዎም ዝፅናሕኹም ይመስሉ ነይሮም ስለ ዝተኸታተልኩምና ኣዚና ኢና ነመስግን ብቐፃሊ ብካልኦት ሓበታት መሊስና ክንራኸብ ኢና ክሳብ ሽዑ ንቻነልና ላይክ ሰብስክራይብን ሼር እናገበርኩም ክትፀንሑ ንላቦም ሰላም ንዓኹም